Bet Tezan! Subscribe, like, and share!
ሰላም ሰላም ክቡራት ተኸታተልቲ መደባት ቤት ተዛነ ሎሚ ንተዓዘብቲ ኣዝዩ ጠቓምን ንጥዕና ኣብ ህይወትኩም ብጭቡጥ ክቕይር ዝኽእልን ኣብዚ እዋን እዚ ኣዝዩ ኣገዳሲ ዝኾነን ኣርእስቲ ሒዝና ቀሪብና ኣለና ጥዕና ብዘይ ጅም ስፖርት ከነዘውትር ንዘይንኽእል ሓሙሽተ ተኣምራዊ መገድታት ዝብል መደብ ሒዝናልኩም መፂና ኣለና ክሳብ መወዳእታ ምሳና ክትጸንሑ እንዳዓደምና ንቻነልና ሓደስቲ ዝኾንኩም ሳብስክራይብ ከምኡ ውን ላይክ ሸር ጌርኩም ክትዕዘቡ ነዘኻኽር ሰናይ ምክታል። ጥዕና ክበሃል ከሎ ኩሉ ግዜ ስፖርት፣ ጅም ምስራሕ ወይ ጉያ ወይ ውን ከቢድ ሓጺን ኣልዕል ማለት ጥራይ ድዩ? ብዙሓት ሰባት ብሰንኪ ስራሕ፣ ሕጽረት ግዜ ወይ ድማ ስንክልና ስፖርት ክሰርሑ ኣይክእሉን። እቲ ዘገርም ግን ብዘይ ስፖርት ውን ጥዑይ ኣካልን በሊሕ ኣእምሮን ክህልወካ ዝኽእል ምዃኑ'ዩ። መብዛሕትኡ ሰብ ጅም እንተዘይከይደ ጥዕና የብለይን ኢሉ ተስፋ ክቖርጽ። ሓቂ ግን እቲ ጥዕና ሰማንያ ሚእታዊት ኣብ ኣነባብራኻን ኣመጋግባኻን'ዩ ዝምርኮስ። ኣብዚ ናይ ሎሚ መደብና ስፖርት ንዘይትሰርሑ ሰባት ዝተዳለወ ሓሙሽተ ዓሙቕ ምስጢራዊ መገድታት ክንርኢ ኢና። ካብቲ ኒት ዝበሃል ሳይንሳዊ ምንቅስቓስ ጀሚርና ክሳብ'ቲ ንጥዕናና ዝውስን ናይ ሆርሞናት ምስጢር። እዛ ቪድዮ ንህይወትኩምን ጥዑይ ኣካላትን ክህልወኩም ኣዝያ ሓጋዚት'ያ። ስለዚ ሓደ ነጥቢ ውን ከይሓልፈኩም ብጽሞና ተኸታተሉ ላይክ ሳብስክራይብ ሸር ምግባር ኣይንረስዕ ሰናይ ምክትታል። ቀዳማይ ክፋል እቲ ሰማንያ ኣብ ልዕሊ ዕስራ ሕጊ ኣመጋግባ The Engine ኣካልና ከም መኪና እዩ እቲ ዝበለጸ ስፖርት እውን እንተሰራሕካ ሕማቕ ነዳዲ ወይ መግቢ እንተእቲኻሉ ክበላሾ እዩ Sugar and Inflammation ስፖርት ንዘይትሰርሕ ሰብ ሽኮር ቀዳማይ ጸላኢ እዩ ሽኮር ኣብ ኣካልና ነድሪ ወይ ኢንፍላመሽን ይፈጥር። ነዚ ንምክልኻል ኣሕምልትን ፋይበር ዘለዎም መግብታትን ምብዛሕ የድሊ። ፖርሽን ኮንትሮል፣ ብዘይ ስፖርት ጥዕና ክትሕሉ እንተደሊኻ ካብቲ ኣካልካ ዘቃጽሎ ንላዕሊ ክትበልዕ የብልካን። ንእሽቶ ሸሓነ ምጥቃም ሓደ ካብቶም ቀለልቲ ክንጥቀመሎም ንኽእል ምስጢራት እዩ። ፕሮቲን ፎከስ፣ ፕሮቲን ምብዛሕ ጽጋብ ስለዝህብ ብተደጋጋሚ ካብ ምብላዕ የድሕነካ፣ ጭዋዳታትካ እውን ከይደኽሙ ይሕግዝ። ካልኣይ ክፋል ኒት እቲ ዘይፍለጥ ምቅስቃስ ኒት ናን ኤክሰርሳይዝ ኣክቲቪቲ ተርሞጀነሲስ ማለት ካብ ስፖርት ወፃኢ ኣብ መዓልታዊ ንጥፈታትና እንቃፅሎ ካሎሪ እዩ። ስሞል ቸንጅስ ቢግ ሪዛልትስ ምስጓም ወይ ዎኪንግ ናብ ስራሕ ወይ ዕዳጋ ክትከይድ ከለኻ መኪና ካብ ምጥቃም እግርኻ ተጠቀም። መዓልታዊ ሰላሳ ደቂቅ ምጉዓዝ ጥራይ ንልብኻ ካብ ብዙሕ ሓደጋ የድሕኖ። ደረጃ ወይ ስተይርስ፣ ሊፍት ወይ ኤሊቨተር ኣብ ክንዲ ምጥቃም ብደረጃ ደይብ። እዚ ንኣእጋርካ ንልብኻን ከም ስፖርት እዩ ዝሰርሓሎም። ምቛም ወይ ስታንዲንግ፣ ኣብ ስራሕ ንነዊሕ ሰዓታት ካብ ምቕማጥ ሓንቲ ሰዓት ጠጠው ኢልካ ወይ ቈይምካ ስራሕ። ኮፍ ምባል ንጥዕና ልቢ ኣዝዩ ሓደገኛ እዩ። ሃውስ ኮርስ፣ ገዛ ምጽራይ፣ ክዳን ምሕጻብ ወይ ስራሕ ገዛ ባዕልኻ ምስራሕ ካብቲ እትሓስቦ ንላዕሊ ካሎሪ የቃጽል እዩ። ጥዕናኻ ምሕላው ድማ ውጽኢታዊ ይገብሮ። ሳልሳይ ክፋል፣ ድቃስን ሆርሞናትን፣ The Repair Shop፣ ደቂስና ከለና ኣካልና ባዕሉ ይጽግን። እኹል ዘይድቅስ ሰብ ስፖርት እንተሰራሕካ እውን ጥዕንኡ ክሕሉ ኣይክእልን። Cortisol Control፣ ድቃስ ምስ ዝጎድል ኮርቲሶል ዝበሃል ናይ ጭንቀት ሆርሞን ይውስኽ። እዚ ሆርሞን እዚ ድማ ስብሒ ኣብ ከብድና ከም ዝእከብ ይገብር። Insulin Sensitivity፣ ጽቡቕ ዝደቀሰ ሰብ ኣካሉ ንሽኮር ብዝግባእ ክጥቀመሉ ይኽእል፣ እዚ ድማ ብዘይ ስፖርት ክብደትካ ንምቁጽጻር ይሕግዝ። The Eight Hour Rule፣ ንጥዕና ሓንጎልና ኣካልና ሸሞንተ ሰዓታት ጽሩይ ድቃስ ወሳኒ እዩ። ራብዓይ ክፋል፣ ማይን ስርዓተ ምሕቓቕን፣ Metabolism Booster፣ ማይ ምስታይ ንመታቦሊዝም ወይ ናይ ምንዳድ ዓቕምና ወይ ምቅጻል ዓቕምና ብዕስራን ኣርባዕተን ክሳብ ሰላሳ ሚእታዊት የቀላጥፎ። ዲቶክሲፊኬሽን፣ ማይ ንመርዛማት ነገራት ካብ ኣካልና ሓጺቡ የውጽኦ። ፕሪ-ሚል ዋተር፣ ቅድሚ መግቢ ሓደ ብርጭቆ ማይ ምስታይ ቀልጢፍካ ከም ትጸግብ ስለ ዝገብረካ ካብ መጠን ንላዕሊ ምብላዕ ይከላኸል። ሃይድረሽን ፎር ብረይን፣ ሓንጎልና ብማይ እዩ ዝሰርሕ። ማይ ክጎድል ከሎ ትኹረትና ይጎድል ሕማም ርእሲ ውን ይመጸና። ሓሙሻይ ክፋል ጭንቀት ምቁጽጻርን ምስትንፋስን Mind Body Connection ጭንቀት ወይ ስትረስ ንኣካልና ይበልዖ እዩ። ንጭንቀት ምቁጽጻር ማለት ንጥዕናኻ ምቁጽጻር ማለት እዩ። Deep Breathing መዓልታዊ ንሓሙሽተ ደቒቕ ዓሚቝ ምስትንፋስ ወይ ዲፕ ብሪዚንግ ምግባር ንልብና የዝሕሎ፣ ንጸቕጢ ደም ድማ ይንክዮ። ሜዲቴሽን ኣእምሮኻ ክሃድእ ከሎ ኣካልካ እውን ይሃድእ፣ እዚ ድማ ንስርዓተ ምክልኻል ሕማም፣ ኢሚዩኖ ሲስተም፣ የመሓይሾ። ክቡራት ተኸታተልቲ ቤት ተዛነ ዩቱብ ቻነል፣ ሎሚ ጥዕና ክበሃል ከሎ ጂም ምኻድ ጥራይ ወይ ስፖርት ምስራሕ ከም ዘይኮነ ርኢና ኣለና። ብኣመጋግባና፣ ብናእሽቱ ምንቅስቓስ፣ ብድቃስን ማይን ጥዕናና ክንሕሉ ንኽእል ኢና። ስፖርት ክትሰርሕ እንተዘይክኢልካ ኣይትጨነቕ፣ ካብዞም ሎሚ ዝረኣናዮም ነጥብታት ሓንቲ ጀምር፣ ንእሽቶ ለውጢ ናብ ዓቢ ውጽኢት ክትመርሓካ'ያ። ንስኻ'ኸ ወይ ንስኹም'ከ ካብዞም ሓሙሽተ መገድታት ኣየናይ'ዩ ዝቐለለካ? ወይ ድማ ጥዕናኻ ንምሕላው እትጥቀመሉ ካልእ መገዲ ኣሎዶ? ኣብ ቦታ ኮመንት ጸሓፉልና። እዛ ቪድዮ ንኻልኦት ሰባት ክትሕግዝ ሸር ግበርዋ። ክሳብ መወዳእታ ምሳና ጸኒሕኩም ስለዝተኻታተልኩምና እንዳመስገና ንቻነልና ሓደስቲ ዝኾንኩም ሳብስክራይብ ከምኡ ውን ላይክ ሸር ክትገብሩ ነዘኻኽር ዝመጽእ መደብ ክሳብ ንራኸብ ሰሰናዩ የቐንየልና ቤት ተዛነ።
Bet Tezan! Subscribe, like, and share!